ብስም ኣቦን ወድን መንፈስ ቅዱስኒ ሓደ ኣምላኽ ኣሜን ዝተፈቶኻ ሓወይ ዝተፈቶኺ ሓብተይ ምስ ብዘላ ቤትካ ናብ መርከብ እቶ ብዝብል ኣርእስቲ ብ ነሓሰ ክልተ ሽሕን ትሽዓተ ሚእትን ሰብዓን ክልተን ዓመተ ምሕረት ፈረንጂ ኣብ ሲነማ ካፒቶል ኣብ ኣስመራ ንኣስታት ካብ ሰለስተ ክሳዕ ኣርባዕተ ሽሕ ኣቢሎም ዝግመቱ እኩባት ህዝቢ ዘቅረብክዎ ናይ እግዚኣብሔር ኣምላኽ ወንጌል ኣዋጅ ሕጂ ውን ነቶም ኣብ ምሉእ ዓለም ፋሕ ኢልኩም ዘለኹም ዝእውጀልኩም ዘለኹ ሓውኩም ዑቕባዝጊ ስዩም እየ። እምበኣርከስ ነቲ ናይ ምሕረት ኣዋጅ ሰሚዕካ ነቲ እግዚኣብሄር ካባኻ ዚደልዮ ኑዛዜ ኽትገብር ኣምላኽ ይሓግዝካ። ሕጂ ምስቶም ኣብ ሲነማ ካፒቶል ዝነበሩ እኩባት ነቲ ዝእወጅን ምስቶም ነቲ ኣዋጅ ሰሚዖም ናብ እግዚኣብሄር ኣምላኽ እተመልሱ ሰባትን ተሳተፍ።
ንእግዚኣብሄር ብጣዕሚ ከመስግኖ ይደሊ ሳልሳይ ምሸት ድማ ስለ ዝሃበና ኣምላኽ ይመስገን እዚ ከምዚ ዝበለ ጸጋ ከምዚ ጌርካ ቃል እግዚኣብሄር ምስማዕ እሞ ብነጻነት ከምዚ ጌርካ ቃል እግዚኣብሄር ምምሃር ሓደ ዓቢ ዕድል እዩ ስለዚ ንእግዚኣብሄር ብሓቂ ክነመስግኖ ይግብኣና ከምኡውን ነቲ ቅዱስ ኣምላኽና ክነመስግኖ ዝግብኣና፣ ከምቲ ኣብቲ ጽሑፉ ዝበሎ፣ ካብ ጨጉሪ ርእስና ሓንቲ እኳ ኣብ ምድሪ ኣይትወድቕን እያ ብዘይ ፍቓዱ። ስለዚ እቲ ልዑል ኣምላኽ ስጋናን ነፍስናን መንፈስናን ሓልዩ፣ ምሉእ መዓልቲ ሓልዩ ኣብዚ ዘብጽሓና፣ እሞ ሎሚ ምሸት ከኣ ነፍሲ ወከፍና ኣብዚ ዘሎና ብፍቓድ እግዚኣብሔር ምዃኑ ክንፈልጥ ኣሎና። ስለዚ ስለቲ ዝገበረልና እግዚኣብሄር ኩሉ ጽቡቕ ነገር እናመስገንና ባህ ይበለና ንተሓጎስ ቃል እግዚኣብሄር ንኽንሰምዕ ልብና ንኽፈት መንፈስና ባህ ይበሎ ስለዚ ጽቑጣት ኮይና ክብደትና ኣልዩና እቲ መዓልታዊ ስራሕና ምሳና ሒዝናዮ ኣብዚ ኣይንእቶ ንረስዓዮ ንቑሩብ ግዜ ጸጥ ኢልና ቃል እግዚኣብሄር ክንሰምዕ ልባትና ነዳሉ እምበኣረይ ሎሚ ምሸት እነንብቦ ከምቲ ኣቐዲመ ዝበልኩኹም ካብ ኦሪት ዘፍጥረት ምዕራፍ ሸውዓተ እዩ። ኣብዚ ቃል እዚ ድማ ብሓቂ ሎሚ ምሸት ንብዙሓት ካባታትና መጠንቀቂ ዝኸውን ሓደ ብርቱዕ ቃል ሓደ ብርቱዕ ቃል እግዚኣብሄር ኣሎ። ስለዚ ሎሚ ምሸት ጽን ኢልና ነዚ ቃል እዚ ነፍሲ ወከፍና ክንሰምዕ እግዚኣብሄር ይሓግዘና። ኣብ ኦሪት ዘፍጥረት ምዕራፍ ሾብዓተ ፍቅዲ ሓደ ከምዚ ይብል እግዚኣብሄር ድማ ንኖህ በሎ ኣብዚ ወለዶ እዚ ኣብ ቅድመይ ጸዲቅካ ረኪበካ እየ እሞ ምስ ብዘላ ቤትካ ናብ መርከብ እቶ። እግዚኣብሔር ክባርኸልና ንጸልይ። ቅዱስ ኣምላኽና ነመስግነካ ኣለና ወልዑል እግዚኣብሔር ኣቦ ስለ ሎም ምሸት ነመስግነካ ኣለና እቲ ዓቢ ሽምካ ይክበር እግዚኣብሔር ኣምላኽና ኣምላኽ ኣብርሃም ኣምላኽ ይስሃቅ ኣምላኽ ያቆብ ኣምላኽና ንስኻ ኢኻ ብሽምካ ተጸዊዕና ኢና እሞ እግዚኣብሔር ኣቦ ንቃልካ ብዝስዕብ ተኣምራት ኣጽንዓዮ ኣብዚ ቤት እዚ ተረኺብካ እግዚኣብሔር ኣቦ ብህልውናኻ ምልኣዮ ንኹላቶም ኣጋንንትን ንኹላቶም ተጻይ ዝኾኑ መናፍስትን ኣሲርካ እግዚኣብሄር ኣቦ ኣፎም ዓቢስካ ካብዚ ቤት እዚ ከተውጽኦም ንልምነካ ኣሎና ዎ ኣምላኽና ብደም ወድኻ የሱስ ክርስቶስ ሸፍነና ነዚ ሓጺር ግዜ ቃልካ እንሰምዓሉ እግዚኣብሄር ኣምላኽ ልባትና ከፊትካ ብመንፈስ ቁዱስ ከተብርሃልና ንልምነካ ኣለና ስምዓና ስለቲ እትፈትዎ ወድኻ ኢየሱስ ክርስቶስ ኣሜን። እምበኣረይ ኣብዚ ዘንበብኩልኩም ሓጺር ጥቕሲ ሓደ ናይ ጸጋ ቃል ከምኡውን ናይ ፍርዲ ቃል ነንብብ፣ ንሱ ኸኣ እዚ እዩ፣ እግዚኣብሄር ድማ ንኖህ በሎ፣ ኣብዛ ወለዶ እዚኣ ኣብ ቅድመይ ጸዲቕካ ረኺበካ እየ እሞ፣ ምስ ብዘላ ቤትካ ናብ መርከብ እቶ። እምበኣር እግዚኣብሄር እዛ ቓል እዚኣ ኺዛረብ ከሎ፣ ንኖህ፣ ነቲ ናብ እታ መርከብ እቲኣ ዚኣቱ ዘሎ ሰብ፣ ናይ ጸጋ ቓል እዩ። ናይ ምሕረት ቃል እዩ። ነቶም ኣብ ዓለም ዚነብሩ ዝነበሩ ካልኦት ፍጥረታት፣ ካልኦት ደቂ ሰብ ግና፣ ንዓታቶም ኵሎም፣ ናይ ፍርዲ፣ ናይ ሞት፣ ናይ ጥፍኣት ቃል እዩ። ስለዚ ቃል እግዚኣብሄር፣ እቲ ኽቃል እግዚኣብሄር ኪዝረብ ከሎ፣ ንገለ ደቂ ሰብ ንድሕንነት እዩ። ነቶም ዘይኣምኑ፣ ነቶም ንቓል እግዚኣብሄር ዘይእዘዙ ግና፣ ንፍርዲ፣ ንሞት፣ ንጥፍኣት እዩ። ስለዚ ቃል እግዚኣብሄር ክዝረብ ከሎ ክንደይ ኣዚና ክነቕልበሉ ክንደይ ድማ ኣዚና ብሓቂ ክነስተውዕሎ ይግብኣና። እምበኣረይ እግዚኣብሄር ብዘመን ኖህ ኣብ ዓለም ዓቢ ማይ ኣውሪዱ ንብልዕቲ ዓለም ኣጥሒሉ ንኹሉ ፍጥረት ሰብ ቀቲልዎ ንኹሉ ፍጥረት እንስሳ ቀቲልዎ ንኹሉ ኣብ ዓለም ለመም ዝብል ትንፋስ ዘለዎ ኩሉ እግዚኣብሄር ቀቲልዎ ስለምንታይ ሓደ ሰብ ጥራይ ግና ኣትሪፉ ስለምንታይ ሓጢኣት ስለ ዝገበሩ እምበኣር እግዚኣብሄር ናይ ጸጋ እግዚኣብሄር እዩ፣ ግና እግዚኣብሄር ከኣ ናይ ፍርዲ እግዚኣብሄር እዩ። ኩሉ እቲ ፍጥረት እኳ እንተ በደለ፣ ንኹሉ እቲ ፍጥረት ከጥፍኦ እዩ። ኖህ እውን በዲሉ ነይሩ እንተ ዝኸውን፣ ነቲ ኩሉ ፍጥረት መጥፍኦ ነይሩ። ሓደ ሰብ ዘይበደለ ስለ እተረኽበ ግና፣ ነቲ ሓደ ሰብ ጥራይ ሓዲግዎ። እምበኣር ኣምላኽ ከመይ ዝበለ ብርቱዕ ኣምላኽ ምዃኑ፣ ከመይ ዝበለ ናይ ፍርዲ ኣምላኽ ምዃኑ በዚ ጥቕሲ እዚ ፈጺምና ክንርድኦ ንኽእል ኢና። እምበኣረይ ሕሰብዎ፣ እግዚኣብሄር ንሰብ ኣብ ምድሪ ፈጢርዎ። ንዅሉ ፍጥረቱ ፈጢርዎ። ብቓሉ ንዅሉ ፈጢርዎ። መጽሓፍ ቅዱስ ድማ እንታይ ይብለና? ኣብ ኦሪት ዘፍጥረት ምዕራፍ ሓደ እንተ ኣንበብና፣ ኣብ መወዳእታ፣ ኣምላኽ ከኣ ዝገበሮ ዘበለ ዅሉ ረኣየ፣ እንሆ ድማ ብዙሕ ጽቡቕ ኰነ። ኣብቲ ፍጥረት ኣምላኽ ሓደ ነገር ሓጢኣት እኳ ኣይነበረን። ኣብቲ ፍጥረት ኣምላኽ ጓሂ ኣይነበረን። ኣብቲ ፍጥረት ኣምላኽ ሕማም ኣይነበረን። ኣብቲ ፍጥረት ኣምላኽ ድኽነት ኣይነበረን። ኣብቲ ፍጥረት ኣምላኽ ንሰብ ዘሰቂ ዝዀነ ይኹን ነገር ኣብዛ ዓለም እዚኣ ኣይነበረን። ስለምንታይ ሓጢኣት መጺኡ? ስለምንታይ ሕማም መጺኡ? ስለምንታይ ድኽነት መጺኡ? ስለምንታይ ኣብ ዓለምና ዘሎ ኩሉ ሕንፍሽፍሽ፣ ዝኾነ ይኹን መርገም ኣብዛ ዓለም እዚኣ ስለምንታይ መጺኡ? ገለ ሰባት ገለ መላገጽቲ እግዚኣብሄር ኣምጺእዎ ይብሉ። መጽሓፍ ቅዱስ ግና ከምኡ ኣይብለናን እዩ። ኦሪት ዘፍጥረት ምዕራፍ ሓደ እንተ ኣንበብና፣ ኦሪት ዘፍጥረት ምዕራፍ ክልተ እንተ ኣንበብና፣ ፍጥረት እግዚኣብሄር ኩሉ ፍጹም እዩ። እግዚኣብሄር ንኹሉ ፍጹም ገይሩ ፈጢርዎ። ሕማም ኣይነበረን፣ ጓሂ ኣይነበረን፣ ኩሉ ፍጹም ነይሩ። ጥሜት ኣይነበረን፣ ድኽነት ኣይነበረን፣ ንሰብ ዘሰቂ ንእሽተይ ነገር ኣይነበረን። ሰብ ድማ ብሓቂ ተሓጒሱ ምስ ኣምላኽሱ ፍጹም ሕብረት ነይርዎ ይነብር ነይሩ። ቃል እግዚኣብሄር ድማ ይብለና፣ ኣምላኽ ከኣ ዝገበሮ ዘበለ ኩሉ ረኣየ፣ እንሆ ብዙሕ ጽቡቕ ኮነ። ኣሜን ኣምላኽ ይመስገን ኣምላኽ ካብ ኣምላኽ ዝመጽእ ኩሉ ነገር ጽቡቕ ጥራይ እዩ ኣምላኽ ናይ ምንጪ ኩሉ ጽቡቕ እዩ ካብ እግዚኣብሄር ጥዕና ይመጽእ ካብ እግዚኣብሄር ሃብቲ ይመጽእ ካብ እግዚኣብሄር በረኸት ይመጽእ ካብ እግዚኣብሄር ህይወት ይመጽእ ካብ እግዚኣብሄር መንፈስ ቅዱስ ይመጽእ ካብ እግዚኣብሄር ዝመጽእ ዝውሕዝ ኩሉ ጽቡቕ ጥራይ እዩ ንሰብ ዝሃንጽ ንሰብ ህይወት ዝህብ ንሰብ ከኣ ባህ ዘብል እዩ እምበኣረይ ኣምላኽና ናይ ሓጢኣት ኣምላኽና ናይ ዝርግርግ ኣምላኽ ኣይኮነን ናይ ቅድስና ኣምላኽ እዩ ስለዚ እግዚኣብሄር ንኹሉ ንህቲ ሰብ ጽቡቕ ጌሩ ፈጢርዎ እምበኣረይ ክትሓስቡ ዝደልየኩም ሕጂ ሰብ ክፍጠር ከሎ ደሙ ኩሉ ጽቡቕ እዩ ነይሩ ስግኡ ሕማም ኣይነበሮን ነፍሱ ፍጹም እዩ ነይሩ መንፈሱስ ፍጹም እዩ ነይሩ ሰብ ሕማም ዝብልዎ ጓሂ ዝብልዎ ቃንዛ ዝብልዎ ኣብ ዓለምና ዘሎ ኩሉ ነገር ኣይነበሮን ፍጹም ፍጥረት ከም ኣምላኽ ነይሩ እግዚኣብሔር ፍጹም ብመልክዑ ፈጢርዎ ግን ሰብ ኣብ ሓጢኣት ምስ ወደቐ ንቃል እግዚኣብሔር ምስ ኣፍረሰ ሰብ ኣብ ሓጢኣት ወዲቑ ብሓጢኣት ሞት መጺኡ ብሓጢኣት ድኽነት መጺኡ ብሓጢኣት ኩሉ ዝርግርግ መጺኡ ኣብ ዓለም ዘሎ ኩሉ መርገም ኣብ ዓለም መጺኡ ብሓጢኣት ምኽንያት እምባሬ ኣብ ኦሪት ዘፍጥረት ምዕራፍ ሰለስተ እንተ ኣንበብና ሰብ ኣብ ሓጢኣት ክወድቕ ንርእዮ። እግዚኣብሄር ድማ ንኣዳም እንታይ ኢልዎ ብሰርኻ ብሰርኻ ምድሪ እሾኽን ተኾርባን ተብቁል ኢልዎ። ብረሃጽ ገጽካ ብላዕ ኢልዎ። እዚ እንታይ እዩ ድኽነት እዩ ዘርኢ ዘሎ። ከምኡ ውን ቃየል ንሓዉ ምስ ቀተሎ እግዚኣብሄር እንታይ ኢልዎ ንምድሪ ክትሓርሳ ኢኻ ፍሪኣ ግና ኣይክትህበካን እያ። እዚ ናይ ድኽነት ምልክት እዩ። እምባሬ እግዚኣብሄር ከኣ ነቲ ሰብ ኣብ ሓጢኣት ምስ ወደቐ እንታይ ኢልዎ ሓመድ ኢኻ እሞ ኣብ ሓመድ ከኣ ክትምለስ ኢኻ ሞት ከኣ መጽዩ። እምበኣረይ ሕሰቡ፣ ሰብ ንቓል እግዚኣብሄር ስለ ዝጠሓሰ ሓጢኣት መጺኡ፣ ብሓጢኣት ድማ ሞት መጺኡ፣ ብሓጢኣት ድኽነት መጺኡ፣ ብሓጢኣት ሕማም መጺኡ፣ ብሓጢኣት ኣብ ዓለምና ዘሎ ዅሉ መርገም መጺኡ። ሰብ ኣብ ሓጢኣት ምስ ወደቐ፣ ሰብ ቃል እግዚኣብሄር ምስ ጠዓሰ እዚ ዅሉ መጺኡ። እምበኣረይ ክትሓስብዎ ዝደሊ፣ ኣምላኽ እዚ ዅሉ ኣየምጽኦን፣ ሰብ ባዕሉ ኣብ ሓጢኣት ብምውዳቑ፣ ንድያብሎስ ብምስዓቡ ነዚ ዅሉ ነገራት ኣምጺእዎ። ኣምላኽ ግና ምንጪ ናይቲ ዅሉ ጽቡቕ፣ ምንጪ ናይቲ ኩሉ ባህ ዘብል እዩ። ኣምላኽ ናይ በረኸት ኣምላኽ እዩ። ኣምላኽ ናይ ምሕረት ኣምላኽ እዩ። ስለዚ እግዚኣብሄር እቲ ዝፈጠሮ ፍጥረት ኩሉ ካብኡ ምስ ረሓቐ፣ ኣብ ሓጢኣት ምስ ወደቐ፣ ኣብ ዓለም ክፍኣት በዚሑ። ሰብ ኣብ ሓጢኣት ወዲቑ። እቲ መጀመርያ ካብ ሰበይቲ እተወልደ ሰብኣይ ቃየል ዝበሃል ንሱ ንሓዉ ቀቲልዎ። ምቅታል መጽዩ ኣብ ምዕራፍ ኣርባዕተ ሰብ ንሰብ ከም ዝቀተሎ ንርኢ ኣብ ምዕራፍ ሓሙሽተ ኦሪት ዘፍጥረት እንተ ኣንበብና ድማ ኣዳም ክንድዚ ዓመት ነይሩ ሞይቱ ማቱሳላ ክንድዚ ዓመት ነይሩ ሞይቱ እከለ ክንድዚ ዓመት ነይሩ ሞይቱ ሞት ዝብልዎ ከኣ መጽዩ እምበኣረይ እዚ ኩሉ ዝመጸ ሰብ ኣብ ሓጥያት ብምውዳቁ እዩ እግዚኣብሄር ግና ንሰብ ክፈጥሮ ከሎ ፈጺሙ ከምዚ ገይሩ ንከምዚ ኢሉ ወይ ንሓጥያት ኢሉ ወይ ንመርገም ኢሉ ወይ ንጓሂ ኢሉ ንሰብ ፈጺሙ ኣይፈጠሮን ስለዚ እግዚኣብሄር ስለምንታይ ብማይ ንኹሉ ፍጥረት ኣጥፊእዎ፣ ኣጥሒልዎ፣ ሓደ ሰብ ጥራይ ካብኡ ስለምንታይ ምስ ስድራቤቱ ኣድሒኑ? ምኽንያቱ ከም እነንብቦ ኣብ ምዕራፍ ሽዱሽተ እግዚኣብሄር ከኣ ክፍኣት ሰብ ኣብ ምድሪ ከም ዝበዝሐን ብሓሳባት ልቡ ዝሕልኖ ድማ ወርቲ ክፉእ ጥራይ ከም ዝኾነን ረኣየ። ምድሪ ኸኣ ኣብ ቅድሚ ኣምላኽ ተበላሽያ ነበረት፣ ምድሪ ድማ ብዓመጻ መልአት። ስጋ ዘበለ ዅሉ መገዲ መገዱ ኣብ ምድሪ ኣበላሽዩ ነበረ እሞ፣ ኣምላኽ ከኣ ንምድሪ ረኣያ፣ እንሆ ድማ ተበላሽያ ነበረት፣ እቲ ሰብ ረኺሱ፣ ብሰሪ ሰብ ድማ እቲ ምድሪውን ረኺሱ፣ ብሰሪ ሰብ እቲ መሬት ፍርያቱ ምሃብ ከሊኡ፣ ብሰሪ ሰብ እቲ ዅሉ ፍጥረት ኣምላኽ ፈጺሙ ረኺሱ። ሰብ ዝተንከፎ ሰብ ዝኸዶ ዘበለ ኩሉ ፍጥረት ኣምላኽ ረኺሱ ብሸሪ ሰብ ምኽንያት ከምቲ ትማል ምሸት ዘንበብናዮ ካብ ልቢ ሰብ ክፉእ ሓሳብ እዩ ዝወጽእ ልቢ ሰብ ምንጪ ናይ ኩሉ ክፉእ እዩ ምኽንያቱ ብሓጢኣት ስለ ዝወደቐ ኣብ ሓጢኣት ስለ ዝነብር እቲ ፍጥረቱ ኩሉ ውዱቕ እዩ ካብ እግዚኣብሄር ርሑቕ እዩ ውሉድ ድያብሎስ እዩ ህይወት የብሉን ስለዚ ሰብ ካብኡ ብዝወጽእ ብዝገብሮን ብዝሰርሖን ንምድሪ ኣበላሽይዋ ከምዚ ቃል እግዚኣብሄር ዝብለና ድማ እግዚኣብሄር ንምድሪ ምስ ረኣያ ኩላ ረኺሳ ኩላ ተበላሽያ ኩሉ ስጋ ኣብ ቅድሚኡ መንገዱ ዘንቢሉ ካብ እግዚኣብሄር ርሒቑ ርእይዎ ስለዚ እግዚኣብሄር ሓደ ነገር ክገብር ኣለዎ መጽሓፍ ቅዱስ ከም ዝብለና እግዚኣብሄር ከኣ ንሰብ ኣብ ምድሪ ብምግባሩ ተጣዕሰ ይብለና እግዚኣብሄር ከኣ ንሰብ ኣብ ምድሪ ብምግባሩ ተጣዕሰ ብልቡ ድማ ጎሃየ ስለዚ እግዚኣብሄር ንኖህ እንታይ ኢልዎ? ኣምላኽ ከኣ ንኖህ በሎ፣ ብሰሮም ምድሪ ዓመጻ መሊኣ እያ እሞ፣ ብሰሪ ደቂ ሰብ ዓመጻ መሊኣ እያ እሞ፣ መወዳእታ ኩሉ ስጋ ኣብ ቅድመይ በጽሐ፣ እንሆ ድማ ኣነ ምስታ ምድሪ ከጥፍኦም እየ። እግዚኣብሄር ማይ ኣይሂ ኣውሪዱ ንኹሉ ፍጥረት ከም ዘጥፍኦ ቀጺሉ ከምዚ ኢሉ ነጊርዎ፣ ምእንቲ ኣብ ትሕቲ ሰማይ፣ ህያው ትንፋስ ዘለዎ ዅሉ ስጋ ኺጠፍእሲ፣ እንሆ ድማ ኣነ ማይ ኣይሂ ናብ ምድሪ ኸምጽእ እዮ እሞ፣ ኣብ ምድሪ ዘሎ ዅሉ ኪመውት እዩ። እምበኣር እግዚኣብሄር ኵሉ ፍጥረቱ ካብኡ ስለ ዝረሓቐ፣ ኵሉ ፍጥረቱ ቓሉ ስለ ዝጠሓሰ፣ ካብኡ ስለ ዝዓለወ፣ ጸላኢ እግዚኣብሄር ስለ ዝዀነ፣ ብማይ ኣይሂ ገይሩ ኼጥፍኦ እግዚኣብሄር ፍርዲ ፈሪዱ። እግዚኣብሄር ምስ ፈረደ ድማ ሓደ ሰብ እኳ ኪመልሶ ኣይኽእልን እዩ። ስለዚ፣ ንኖህ መርከብ ስራሕ ኢልዎ። ኣብታ መርከብ ድማ ንስኻን ሰለስተ ደቅኻን በዓልቲ ቤትካን ኣንስቲ ደቅኻን ኣብታ መርከብ እቶ ኢልዎ። እምበኣረይ ሕሰብዎ፣ ኖህ ንእግዚኣብሄር እንተ ዘይኣምኖ ነይሩ፣ ንእግዚኣብሄር ኣሚኑ ኸኣ መርከብ እንተ ዘይሰርሕ ነይሩ፣ ኖህ እንታይ ምዀነ ነይሩ? ነፍሲ ወከፍና ከም እንፈልጦ ምጠፍአ ነይሩ። ዘይኣምን ልቢ ኻብ እግዚኣብሄር ሓደ እኳ ክቕበል ኣይኽእልን እዩ። እምበኣረይ እግዚኣብሄር ኣብዚ ቕዱስ ቃሉ ንነፍሲ ወከፍና ሓጢኣተኛታት ኢኹም ኢሉ ኽዛረበና ኸሎ፣ ንስሓ እተዉ ክብለና ከሎ፣ ንስሓ እንተ ዘይኣቲና፣ ነቲ ቃሉ እንተ ዘይሰሚዕና፣ ባዕልና ንነፍስና ንፈርድ ኣሎና፣ እግዚኣብሄር ኣይኮነን። እግዚኣብሄር ሓደ ፍጡር እኳ ሕጂውን እንተኾነ ኣብዚ ገዛ እዚ ዘለና ነፍሲ ወከፍ ሰብኣይ፣ ሰበይቲ፣ ቆልዓ ኣብዚ ቤት እዚ ካብ ዘሎና ሓንቲ ነፍሲ እኳ ክትጠፍእ እግዚኣብሄር ኣይፈቱን እዩ። እግዚኣብሄር ተመለሱ ይብለና ኣሎ። እግዚኣብሄር ንስሓ እተዉ ይብለና ኣሎ። ንስሓ እንተ ዘይኣቶና ግና ባዕልና ጥሒስና ንእግዚኣብሄር ንኸይድ ስለ ዘሎና ፍርድና ባዕልና ንፈርዶ ኣሎና ንርእስና። ባዕልና ንጠፍእ ኣሎና ካብ እግዚኣብሄር ድማ ንዓሉ ኣሎና። እምበኣረይ ክብለኩም ዝደሊ ፍቁራት ሰማዕቲ ሎሚ እግዚኣብሄር ንኖህ ምስ ብዘላ ቤትካ ናብ መርከብ እቶ ኢልዎ ምስ ብዘላ ቤትካ ናብ መርከብ እቶ እምበኣረይ ሎሚ ምሸት ንስኹም መርከብ ኣለኩም ዶ ነፍሳትኩም ዝድሕነሉ ሓጢኣት ምስ ከበደኩም ነፍስኹም እትጸርየሉ መገዲ ኣለኩም ዶ ካብዚ ዓለም እዚ ነበርቲ ኣይኮናን ኣጋይሽ ኢና ክንሓልፍ ኢና ኣብቲ ዘለኣለማዊ ዘለኣለማዊ ግዜ ወይ ገሃነመ እሳት ወይ ድማ መንግስተ ሰማያት ተዳልዩ ኣሎ ቤትኩም ወይ መርከብኩም ኣበይ ሰሪሕኩም ንኣምላኽኩም ክትራኸቡ ዶ ተዳሊኹም ኣለኹም ኖህ እግዚኣብሄር መርከብ ስራሕ ምስ በሎ ብዙሕ ዓመታት ኣጥፊኡ ነታ መርከብ ክሰርሕ ካብ ሚእቲ ዓመት ንላዕሊ ኣሕሊፉ ግን እቶም ብዙርይኡ ዝነበሩ ሰባት ንምንታይ መርከብ ትሰርሕ ኣሎኻ ምናልባሽ ይብልዎ ነይሮም ንሱ ድማ ኣነ መርከብ ዝሰርሕ ዘለኹ እግዚኣብሄር ንዓለም ክፈርዳ ስለ ዝኾነ እግዚኣብሄር መርከብ ሰሪሕካ ኣብኣ ከተዕቅል ኢኻ ኢሉኒ ኢልዎም ርግጽ ኢልዎም ይምስክረሎም ነይሩ ወንጌል ይሰብከሎም ነይሩ ንስሓ እተዉ ይብሎም ነይሩ ተመለሱ ይብሎም ነይሩ ግን ዋላ ሓደ ሰብ ኣይሰምዖን ዋላ ሓደ ሰብ ድማ ንስሓ ኣይኣተወን እዚ ዘገርም ዶ ኣይኮነን ሓደ ሰብ ምስ በዓልቲ ቤቱ፣ ምስ ሰለስተ ደቁ፣ ምስ ኣንስቲ ደቁ ጥራይ ክድሕን፣ ሓደ ቤተሰብ ጥራይ፣ ወይ ኣሕዋቱ፣ ወይ ኣዝማዱ ዘይብሉ ሓደ ሰብ ጥራይ ንእግዚኣብሄር ኣሚኑ። እምበኣረይ ፍቁራት ሰማዕቲ፣ እግዚኣብሄር ብዘበንና ድማ ብቕዱስ ቃሉ፣ ብመንፈስ ቅዱሱ፣ ብቤተ ክርስቲያናት፣ ብኹሉ ገይሩ ይዛረበና ኣሎ። ንስሓ እተዉ ይብለና ኣሎ። ግን ክትፈልጡ ኣምላኽ ዝዕሾ ኣምላኽ ኣይኮነን። ከምቲ ትማል ምሸት ዘንበብናዮ ሰብ ነቲ ዝዘርኦ ንኡ ከኣ ኺዓጽዶ እዩ እሞ፣ እግዚኣብሄር ኣይ ዕሾን እዩ ኣይትጠበሩ። ሰብ ንስግኡ ኢሉ ዝዘርእ ካብቲ ስጋ ጥፍኣት ክዓጽድ እዩ፣ ንነፍሱ ኢሉ ዝዘርእ ግና ካብቲ መንፈስ ናይ ዘለኣለም ህይወት ኪረክብ እዩ። ስለዚ ብዘበን ኖህ ነታ መርከብ ዓባይ መርከብ ክሰርሕ ከሎ ምናልባሽ ምሳር ወይ መጽረቢ ነገራት ሒዙ ኳሕ ኳሕ ክብል ከሎ እቶም ደቂ ሰብ ኣብ ዝርይኡ ዝነበሩ የላግጽሉ ነይሮም ኖህ ዓሻ ንዓለም ዝውሕጥ ማይሲ ካበይ መጽኡ እዩ ዝመጽእ ካበይ መጽኡ እዩ ዝሃርም ዓለም ካብ ትፍጠር ሒዛ ማይ ከምዚ ገሩ መጽኡ ኣይፈልጥን ስለምንታይ ኖህ ከምዚ ዝሓስብ ኣብ ንቁጽ ምድሪ ከሎ ኣብ ባሕሪ ዘይኮነ ኣብ ንቁጽ ምድሪ ከሎ ከመይ ገሩ መርከብ ይሰርሕ ኖህ ዓሻ ይብልወ ነይሮም ግን እቲ ናይ ኖህ ፍልጠት እቲ ናይ ኖህ ጥበብ ካብ ሰማይ እዩ መጽኡ ካብ ደቂ ሰብ ኣይኮነን ካብ ድያብሎስ ኣይኮነን ካብቲ ኣብ ዓለም ዝሰርሕ ዘሎ ክፉእ መንፈስ ኣይኮነን ናይ እግዚኣብሔር መንፈስ እዩ እምበኣረይ ክብለኩም ዝደሊ ፍቁራት ሰማዕቲ ክልተ መናፍስቲ ኣለዉ መንፈስ እግዚኣብሔር ኣሎ ኬድሕነና ዝደሊ ናብ ብርሃን ኬምጽኣና ዝደሊ ንስሓ ኼእትወና ዝደሊ ንዓ ተመለስ ዝብለና ኣብ ሕልናና ኮይኑ ዚዛረብ ኣብ ሕልናና ኮይኑ ዚሰርሕ ነቲ ኣብ ዝርያኻ ዘሎ ኣይትስምዓዮ ንእግዚኣብሔር ስማዕ ዝብል መንፈስ እግዚኣብሔር ኣሎ መንፈስ ዲያብሎስ ድማ ኣሎ ሕሹኽሹኽ ዝብለና፣ ኣጆኻ ኢሉ ኣዒንትና ዘዑረና፣ ልብና ዘጽምመና፣ ንልብና ዘትርሮ፣ ንመንፈስና ዘትርሮ፣ ካብ እግዚኣብሄር ድማ ዘርሕቐና መንፈስ ዲያብሎስ ኣሎ። ግን ኣዒንትና ምስ ዐረ፣ ልብና ምስ ተረረ፣ ካብ እግዚኣብሄር ምስ ረሓቕና፣ ፍለጡ ዳሕራይ መዓልቲ ኣብቲ ገሃነመ እሳት ዱብ ኢልና ምስ ወደቕና ኣብኡ ንስሓ የልቦን። ሰብ ኣብኡ ኣትዩ ክንሳሕ ኣይኽእልን እዩ። ንስሓ ሕጂ እዩ። እግዚኣብሄር ንዑ ክብለና ከሎ ሕጂ እዩ። እምበኣረይ ኖህ ኣብዛ መርከብ እዚኣ ኣትዩ። እግዚኣብሄር ድማ፣ ኖህ፣ ኣብ ቅድመይ ጸዲቕካ ረኺበካ እየ እሞ፣ ምስ ብዘላ ቤትካ ናብ መርከብ እቶ፣ ኢሉ እግዚኣብሄር ጸዊዕዎ። እግዚኣብሄር ኩሉ ሳዕ ይጽውዕ። እግዚኣብሄር ኩሉ ሳዕ ምስ ጸውዐ እዩ። እግዚኣብሄር ምንም እኳ ካብኡ እንተ ዓሎና፣ ካብኡ እኳ እንተ ረሓቕና፣ ገና ጸላእቲ ከሎና፣ እግዚኣብሄር ኩሉ ሳዕ ምስ ጸውዐ እዩ። ጐይታና የሱስ ክርስቶስ ኣብዛ ዓለም እዚኣ መጺኡ። መርከብ ናይ ደቂ ሰብ ንሱ እዩ። ካብቲ ዝመጽእ ማይ፣ ካብቲ ዝመጽእ ውሕጅ፣ ካብቲ ዝመጽእ ዘጥሕለና ነገር እንወጸሉ መርከብና ጎይታና የሱስ ክርስቶስ እዩ። ጎይታና የሱስ ክርስቶስ ኣብዚ ዓለም እዚ መጺኡ ወንጌል መንግስቲ እግዚኣብሄር ኣብዚ ዓለም ኣምጺኡልና። ከመይ ጌርና መንግስተ ሰማያት ከም እንኣቱ ወንጌል ኣምጺኡልና። ነዚ ወንጌል እዚ ሰሚዕና ሎሚ ካብዚ ካብዚ ዝመጽእ ዘሎ ጥፍኣት ክንመልቕ ንኽእል። ነዚ ወንጌል እዚ ኣሚንና ሎሚ ሓጢኣትና ተናዚዝና ኣብ መንግስተ ሰማያት ክንኣቱ ንኽእል ኣምላኽ ይመስገን። ንኣምላኽ ዝብርትዖ ዋላ ሓደ እኳ የልቦን ኢልና ክንዝምር ጸኒሕና። ንኣምላኽና ዝብርትዕ ዋላ ሓደ እኳ የልቦን። እቲ ጠቢቕና ዘሎ ሓጢኣት እቲ ጠቢቕና ዘሎ ብዙሕ ዝዓይነቱ ልምድታት እግዚኣብሄር ከትርፎ ይኽእል እዩ። እግዚኣብሄር ቅድስና ከልብሰና ይኽእል እዩ። ነቲ ጠቢቑና ዘሎ ሕማም ናይ ስጋ እግዚኣብሄር ከሕውዮ ይኽእል እዩ። ንእግዚኣብሄር ዝጨንቆ ወይ ዝብርትዖ ሓደ ነገር እኳ የልቦን። እምበኣር ጎይታና የሱስ ክርስቶስ ኣብዛ ዓለም እዚኣ መጺኡ ግሩም ዝኾነ ወንጌል ግሩም ዝኾነ መልእኽቲ ካብ ሓጢኣት እንወጸሉ ስጋና ዝፍወሰሉ ካብ መንግስቲ ድያብሎስ ወጺእና ኣብ መንግስተ ሰማያት እንኣትወሉ ወንጌል ኣምጺኡልና ከምዚ ኢሉ ኣቱም እትጽዕሩን ጸር ዝኾመደኩምን ኣነ ከዕርፈኩም ናባይ ንዑ እግዚኣብሔር ቀደም ንዑ ኢሉ፣ እግዚኣብሔር ብነብያቱ ንዑ ኢሉ፣ እግዚኣብሔር ብጎይታና የሱስ ክርስቶስ ንዑ ኢሉ፣ እግዚኣብሔር ሕጂ ውን ብሃዋርያቱ ንዑ ይብል ኣሎ፣ ሕጂ ውን ብቅዱስ ቃሉ ንዑ ይብል ኣሎ፣ ሕጂ ውን ብመንፈስ ቅዱሱ ንዑ ይብል ኣሎ። እግዚኣብሔር ኩሉ ሳዕ ናይ ዕርቂ እግዚኣብሔር እዩ። ሓደ ሰብ እኳ ኣብዚ ቤት እዚ ካብ ዘሎ፣ ሓደ ሰብ እኳ ኣብ ምሉእ ዓለም ካብ ዘሎ ኣብ ገሃነመ እሳት ኪኣቱ ፍቃድ እግዚኣብሔር ፈጺሙ ኣይኮነን። ኩሎም ኪድሕኑ ናብ ንስሓ ዊን ክበጽሑ እግዚኣብሄር ይደሊ። እምባረይ ፍቁራት ሰማዕቲ ባህ ይበለና እግዚኣብሄር ነፍሲ ወከፍና ንስሓ ኣቲና ኣብቲ መንግስቲ ፍቁር ወዱ ጎይታና የሱስ ክርስቶስ ክንኣቱ ይደልየና ኣሎ። ነዚ ጽውዓ እዚ ሎሚ ንሰምዖ ዲና ወይስ ከምቲ ብዘበን ኖህ ዝነበሩ ኖህ መርከብ ክሰርሕ ከሎ ናብቲ መርከብ ክሳዕ ዝኣቱ እቲ ሰማይ ንቑጽ እዩ ነይሩ ደበና ዊን ኣይነበሮን ስለዚ ኣብቲ መርከብ ክኣቱ ከሎ እዚ ዓሻ ኖህ ከመይ ገይሩ ንቑጽ ኣብ ንቑጽ ምድሪ ከሎ ኣብ መርከብ ይኣቱ ኢሎም ዘላገጽሉ ምናልባሽ ሕጂ ዘላግጹ ሰባት ዘላግጽ መንፈስ ይህሉ ይኸውን ግን ኣይትስምዕዎ እዚ መንፈስ ድያብሎስ እዩ እዚ መንፈስ ጥፍኣት እዩ ሕጅኩም ናብ ገሃነም እሳት ኪኣቱ ዝደሊ ካብቲ ክፉእ ጸላኢ እግዚኣብሄር ዝመጸ መንፈስ ድያብሎስ እዩ ጎይታና የሱስ ክርስቶስ ግና ይብል ኣሎ ኣቱም ትጽዕሩን ጸር ዝኸበደኩምን ኣነ ኬዕርፈኩም ናባይ ንዑ። እምበኣረይ ኣብ ሓጢኣት ዝነብር ሰብ ዕረፍቲ የብሉን። እዚ ፍለጡ፣ ኣብ ሓጢኣት ዝነብር ሰብ ዕረፍቲ የብሉን። ኣብ ነብሱ ዕረፍቲ ይብሉን፣ ህውከት ጥራይ እዩ ዘለዎ። ብሰላም ኣይነብርን እዩ። ባህ ኢልዎ ኣይበልዕን እዩ፣ ባህ ኢልዎ ኣይኽደንን እዩ፣ ባህ ኢልዎ ኣይድቅስን እዩ፣ ባህ ኢልዎ ኣይሰርሕን እዩ፣ ብህውከት እዩ ዝነብር። ኣስተብህሉሉ፣ እቲ መንገዱ ካብ እግዚኣብሄር ዝረሓቐ ሰብ ንሱ፣ ብሓቂ፣ ብመከራን ብህውከትን እዩ ዝነብር። ነፍሱ ኸዐሹ ብግዝያዊ ደስታ እንተተዓሸወ ብግዝያዊ ደስታ ይሰክር ይኸውን ነቲ ነቲ ሽግሩ ክርስዕ ብግዝያዊ ደስታ ካልእ ነገራት እውን ይፍትን ይኸውን ግን ኣብ መደቀሲኡ ምስ ከደ ኣይድቅስን እዩ ክገማጠል እዩ ዝሓድር ንእግዚኣብሔር ዘይፈርህ ሰብ ካብ እግዚኣብሔር ዝረሓቐ ሰብ ድቃስ ኣይወስዶን እዩ እዚ ፍለጡ እቲ መንፈስ ክፉእ ሒዝዎ ስለ ዘሎ ውሉድ ዲያብሎስ ስለ ዝኾነ ካብ እግዚኣብሔር ስለ ዝዓለወ ከቢድ ጾር ናይ ሓጢኣት ኣብ ሒቑኡ ኣሎ እምበኣር የጎይታና የሱስ ክርስቶስ ኣቱም እትጽዕሩን ጾር ዝኸበደኩምን ክብል ከሎ ጾር ኣብ ስጋና ዝሽከም ጾር ኣይኮነን እቲ ናይ ነብሲ ጾር ይኸፍእ እቲ ናይ ሓጥያት ጾር ይኸፍእ እቲ ናይ ሓጥያት ሕማም ይኸፍእ ስለዚ ጎይታና የሱስ ክርስቶስ ኣቱም እትጽዕሩን ጾር ዝኸበደኩምን ኣነ ከዕርፈኩም ናባይ ንዑ ይብል ኣሎ እምበኣረይ ብዘበን ኖህ ሓንቲ መርከብ እያ ነይራ ፍለጡ ካልእ መራኽብ ኣይነበራን። ሓንቲ መርከብ እያ ብእግዚኣብሔር ተኣዚዛ እተሰርሐት ሕጂ ውን ሓደ ምድሓን እዩ ዘሎ ጎይታና የሱስ ክርስቶስ ጥራይ እዩ ዘድሕን ንዑ ናባይ እዩ ዝበለ ንዑ ናባይ ክርስቶስ እቲ ኣምላኽ እቲ ካብ ሰማይ ዝመጸ እቲ ውሉድ ኣምላኽ ንሱ ኣምላኽ እዩ ንሱ ጥራሕ እዩ እቲ መርከብ ንሱ ጥራሕ እዩ እቲ ክንሕነሉ እንኽእል ሽም ሽም ክርስቶስ ጸዊዕና ካብ ሓጢኣትና ንጸሪ፣ ሽም ክርስቶስ ጸዊዕና መንግስተ ሰማያት ንኣቱ፣ ሽም ክርስቶስ ጸዊዕና ነጋንንቲ ካብ ጥቓና ነህድሞም፣ ንኹሉ ግብሪ ዲያብሎስ ነፍርሶ ብሽም ክርስቶስ። እቲ ሽም እቲ መጽሓፍ ቅዱስ ከም ዝብለና ካብ ኩሉ ሽም ዝለዓለ እዩ። ኣብ ሰማያትን ኣብ ምድርን ዘሎ ኩሉ ፍጡር ሰብኒ ፍጡር ናይ መላእኽትን ተምበርኪኹ ክርስቶስ ጎይታ እዩ ኢሉ ክሰግድ እዩ። ሕጂ ውን ጎይታና የሱስ ክርስቶስ እቲ እተሰቕለ ክርስቶስ ጥራይ ኣይኮነን፣ ንሱ እቲ ኣብ ሰማይ ዝዓረገ፣ ኣብ የማን ኣቦ ኣብ ዙፋን ኮፍ ዝበለ፣ እቲ ኩሉ ኣብ ምድሪ ዘሎን ኣብ ሰማያት ዘሎ ስልጣን እተዋህቦ ጎይታና የሱስ ክርስቶስ እዩ። ኩሉ ብርኪ ንዕኡ ክሰግድ እዩ፣ ኩሉ ልሳን ከኣ ክርስቶስ ጎይታ እዩ ክብል እዩ ትብሉ ዶ ንስኻትኩም? ክንብል ኣሎና። እቲ ሓደ መርከብ እንድሕነሉ ክርስቶስ እዩ። እምበኣረ ኖህ ኣብቲ መርከብ ኣትዩ። እቲ ሰማይ ደመና ኣይነበሮን፣ ንቑጽ እዩ ነይሩ። ኖህ ኣብቲ መርከብ ኣትዩ። እቶም ደቂ ሰብ ግና ይዋኽዑ፣ እቶም ደቂ ሰብ ይረኽሱ፣ እቶም ደቂ ሰብ ኩሉ ትምኒቶም ይፍጽሙ ነይሮም። ንሱ ግና ኣትዩ። ነቲ ማዕጾ ኸኣ እግዚኣብሄር ዓጽይዎ። ካብኡ ሓደ ሰብ ክኣቱ እኳ ኣይኽእልን እዩ። እቲ ደመና ምስ መጸ፣ እቲ ሽሾ ማይ ምስ ወረደ፣ እሞ ምድሪ ኸኣ ክትመልእ ምስ ቀረበት፣ ደቂ ሰብ ምናልባሽ ካብቲ ርባርባ ዝደሎ ቦታታት ናብቲ ጎቦታት ምስ ገዓዙ፣ እቲ ጎቦታት እውን ምስ መልአ፣ ካብኡ ክኣትዉ ኣይክእሉን እዮም ኣብቲ መርከብ። ኖህ እውን ክኸፍተሎም ኣይክእልን እዩ። እግዚኣብሄር ባዕሉ፣ ኖህ ኣብታ መርከብ ምስ ኣተወ፣ እግዚኣብሄር ባዕሉ ነቲ ማዕጾ ዓጽይዎ፣ ሓደ እኳ ክኸፍቶ ኣይኽእልን እዩ። እምበኣር ፍቁራት ሰማዕቲ፣ መንፈስ ቅዱስ ንስሓ እተዉ ክብለኩም ከሎ፣ ንመንፈስ ቅዱስ ኣሚንኩም ሕራይ እንተ ዘይቢልኩሞ፣ ንመንፈስ ቅዱስ ድምጹ እንተ ዘይሰሚዕኩም፣ ሓደ መዓልቲ ክመጽእ እዩ ንስሓ ዘይትኣትዉሉ ግዜ፣ ዋላ ኡይ እንተ በልኩም፣ እንተ ለመንኩም፣ እግዚኣብሄር ዘይሰምዓኩም ግዜ ክመጽእ እዩ። እዚ ኣብ መጽሓፍ ቅዱስ ኣሎ። ጎይታና የሱስ ክርስቶስ እንታይ ኢሉ? ኣብ ወዲ ክፉእ እተዘረበ ክሕደገሉ እዩ፣ ኣብ መንፈስ ቅዱስ እተዘረበ ግና ኣይሕደገሉን እዩ። እንታይ ማለት እዩ እዚ? መንፈስ ቅዱስ ንልብና ምስ ኣብርሆ፣ ሓጢኣተኛታት ምዃንና ምስ ረትዓና እሞ ንሕና ኸኣ ንስሓ እንተ ዘይኣቲና፣ ነቲ እተሰቕለ ክርስቶስ ብግሁድ መንፈስ ቅዱስ ኣርእዩና ኸሎ፣ ስለ በደልናን ሓጢኣትናን ሞይቱ ኸሎ ኣርእዩና ኸሎ ብግሁድ ኣብ ዓይንና ተቐሊዑ ነቲ ምድሓን ኣምላኽ ርኢናዮ ኸሎና፣ ኣብ ሓጢኣት ክንነብር ኢልና ንወዲ ኣምላኽ ረጊጽናዮ እንተ ሓሊፍና ንስሓ የልቦን። እዚ ንመንፈስ ቅዱስ ምጽራፍ እዩ። ንመንፈስ ቅዱስ ምጽራፍ እዩ እዚ። እምበኣረይ ክብለኩም ዝደሊ ፍቁራት ሰማዕቲ ሓንቲ መርከብ እያ ዘላ። እግዚኣብሄር ምስ ዓቀዋ ከኣ ዚኸፍታ የልቦን። መንፈስ ቅዱስ ንስሓ እተዉ ክብለኩም ከሎ፣ ሰሚዕኩም ንስሓ እንተ ዘይኣቲኹም፣ እግዚኣብሄር ነታ መርከብ ምስ ዓቀዋ፣ እግዚኣብሄር ነቲ መንፈሱ ካባኹም ምስ ኣህበሞ፣ ንስሓ ክትኣትዉ ኣይትኽእሉን ኢኹም። ንሕና ንሰብኽ ኣሎና፣ ንሕና ኣብ ንስሓ ኣይነእትወኩምን ኢና፣ መንፈስ ቅዱስ እዩ ዘእትወኩም። ንሕና ቃል እግዚኣብሄር ንነግረኩም፣ መንፈስ ቅዱስ ግና ሓጢኣተኛታት ምዃንኩም ይረትዓኩም። መንፈስ እዩ ዝረትዓኩም፣ መንፈስ ቅዱስ እዩ ኣብ ንስሓ ዘብጽሓኩም፣ መንፈስ ቅዱስ ግና ሓጢኣትኩም ገሊጹ ምስ ኣርኣየኩም፣ ንመንፈስ ቅዱስ እምቢ እንድሕር ኢልኩሞ ንስሓ ከም ዘይብልኩም ምፍላጥ ኣለኩም። ንመንፈስ ቅዱስ ምጽራፍ ማለት እዚ እዩ። እምበኣረይ ጎይታና የሱስ ክርስቶስ ኢሉ ኣቱም እትጽዕሩን ጾር ዝኸበደኩምን ኣነ ከዕርፈኩም ናባይ ንዑ። ምናልባሽ ካባኻትኩም ከቢድ ጾር ኣብ ሕቘኦም እተሰከሙ ሰባት ይህልዉ ይኾኑ። ሓደ ከቢድ ጾር ኣብ ሕቖኹም ምስ ጸንሐ፣ ንነዊሕ ግዜ ተሸኪምኩሞ ሓደ ነዊሕ ዝኾነ ነዊሕ ዝኾነ ቦታ ምስ ከድኩም፣ እሞ ነቲ ጾር እቲ ከኣ ኣብቲ ዝብጻሕ ቦታ በጺሕኩም ካብ ሕቖኹም ሰው ኣቢልኩም ምስ ኣውረድኩሞ፣ ኦህ ክንደይ ይፈኹሰኩም። ብሓቂ እቲ ጽዕነት እቲ ካባኹም ይወርድ። ክንደይ ይፈኹሰኩም ባህ ድማ ይብለኩም ምኽንያቱ እቲ ሸኽሚ እቲ ካብ ሕቖኹም ስለ ዝወረደ። ከምኡ ድማ እቲ ኣብ ሓጢኣት ዝነብር ሰብ እግዚኣብሄር ንሓጢኣቱ ምስ ሰረየሉ፣ እግዚኣብሄር ንሓጢኣቱ ምስ ኣጥፍኦ፣ እግዚኣብሄር ብደም ክርስቶስ ምስ ሓጸቦ ክንደይ ይፈኹሶ ክንደይ ይፈኹሶ። ብሓቂ ደቂሱ ይሓድር ባህ ኢልዎ ደቂሱ ይሓድር ባህ ኢልዎ ይበልዕ ባህ ኢልዎ ይሰርሕ ባህ ኢልዎ ኣብዚ ዓለም እዚ ይመላለስ። ስለዚ ናይ ሓጢኣት ጾር ንሱ ከኣ ጎይታና የሱስ ክርስቶስ ጥራይ ከራግፎ ዝኽእል ኣነ እዩ ኢሉ ንዑ ናባይ ኣነ ከዕርፈኩም እየ ንነፍስኹም ከኣ ዕረፍቲ ክትረኽቡ ኢኹም ዕረፍቲ ክንደይ ጥዑም ነገር እዩ ብሓቂ ህውከት ካብ ልብኻ ክርሕቕ ከሎ እሞ ሰላም ክትረክብ ከለኻ ባህ ኢሉኳ በሊዕካ ሰቲኻ ክትድቅስ ከለኻ ክንደይ ክንደይ ግሩም ነገር እዩ ክንደይ በረኸት እዩ እምበኣር ጎይታና የሱስ ክርስቶስ ይብል ኣሎ ንነፍስኹም ከኣ ዕረፍቲ ክትረኽቡ ኢኹም ገለ ደቂ ሰብ ሎሚ ንሰላም ክረኽቡ ብሓቂ ኣብ ጸልማት ስለ ዝነብሩ ኣብ ሕንፍሽፍሽ እዮም ዘለዉ። ዓለምና ኩሉ ኣብ ሕንፍሽፍሽ እዩ ዘሎ። ሓደ ሓድሽ ትምህርቲ ይመጽእ እስከ ሰላም ደኾን ኣብኡ ይርከብ ይኸውን ኢሎም ኣብኡ ይጎዩ። ሓደ ይመጽእ ኣብኡ ይጎዩ። ሓደ ይመጽእ ኣብኡ ይጎዩ። ሓደ ዓይነት ትምህርቲ ይመጽእ ናብኡ ይጎዩ። ገለ ብገንዘብ ሰላም ክረኽቡ ገንዘብ ክረኽቡ ይጽዕሩ። ገለ ክመሃሩ ይጽዕሩ። ብዙሕ ዝዓይነቱ ነገር ይፍጽሙ። ግን ትፈልጡ ዲኹም ዕረፍቲ ናይ ነፍሲ ኣብ ክርስቶስ የሱስ ጥራሕ እዩ ዘሎ። ኣቱም እትጽዕሩን ጾር ዝኸበደኩምን ኣነ ከዕርፈኩም ናባይ ንዑ። ክንደይ ሕሉላት ኣሎና ኣብ መንጎና? ክንደይ ሓጢኣተኛታት ኣሎና ኣብ መንጎና? ስለምንታይ ንስሓ ዘይንኣቱ? ስለምንታይ ኣብዚ ዝዕድመና ክርስቶስ ዘይንመጽእ? ከምቲ እግዚኣብሄር ንኖህ ንዓ ናብ መርከብ እቶ ዝበሎ ክርስቶስ ድማ ሕጂ ሎሚ ምሸት ንዓና ንዑ ኣነ ከዕርፈኩም ይብለና ኣሎ። ኣብ ክርስቶስ ንምጻእ። ብዘይ መስቀል ክርስቶስ ድሕንነት የልቦን። ብዘይ ደም ክርስቶስ ከኣ ናይ ሓጢኣት ስርየት የልቦን። ዳዊት ከም ትማል ምሸት ዝበልክኹም ዳዊት ዝብሃል ንጉስ ዝነበረ ኣብ ብሉይ ኪዳን እነንብቦ ብዙሕ ዝዓይነቱ ሓጢኣት ፈጺሙ እግዚኣብሔር ሓጢኣቱ ምስ ሓደገሉ ከመይ ዝበለ ናይ ደስታ ቃል ከም እተዛረበ እሞ ከመይ ዝበለ ብሓቂ ንዓና ዜጸናንዕ ቃል ከም እተዛረበ ኣብ መጽሓፍ ቅዱስ ንረኽቦ ኢና። እምበኣር እዚ ሰብ እዚ ነፍሱ ብሓጢኣት ምስ ተቐጥቀጠት፣ ሰላም ምስ ሰኣነ ከምቲ ንሱ ዝብሎ እንታይ ይብል፣ ምሉእ ለይቲ ኣእዌኹ፣ ብንብዓተይ ድማ መደቀሲየይ ኣጠልቄኹ፣ ኣዕጽምተይ ድማ ብኣውያት ዝኣክልሲ ደንዚዙ ይብል። ኣዕጽምቱ፣ ኣንጉዑ ኩሉ፣ ብሓጢኣቱ ዝኣክል ከመይ ሰላም ስኢኑ ከም ዝሓደረ ንጉስ ዳዊት ንርኢ። እንተኾነ ግና እግዚኣብሄር ሓጢኣቱ ምስ ሓደገሉ ከምዚ ኢሉ ድማ ክዝምር ንሰምዖ። ከምዚ ይብል፣ ካብ ጉድጓድ ጥፍኣት ከኣ ካብቲ ረግረግ ጸጉሪ ኣውጽኣኒ። ኣሜን። ሎሚ ምሸት ንነፍሲ ወከፍና ኣምላኽ ንዳዊት ዝገበረ ኣምላኽ ንዓና ከኣ ክገብረልና ይኽእል እዩ። ካብ ጉድጓድ ጥፍኣት ከኣ ካብቲ ረግረግ ጸጉሪ ኣውጽኣኒ። እግዚኣብሄር ንዳዊት ካብ ሓጥያት ኣውጺእዎ። እግዚኣብሄር ንዳዊት ካብ ጸጉሪ ኣውጺእዎ። ኣብ ተኻይላ ኣትዩ ነይሩ። ምውጻእ ስኢኑ ነይሩ፣ እግዚኣብሄር ግን ካብ ተኼላ ሓፍ ኣቢሉ፣ ካብ ጸብሪ፣ ካብ ጕድጓድ ኣውጽእዎ። ስለዚ እንታይ ይብል? ካብ ጕድጓድ ጥፍኣት ከኣ፣ ካብ ረግረግ ጸብሪ ኣውጽኣኒ። ኣምላኽ ይመስገን! ኣምላኽ ኣብርሃም፣ ኣምላኽ ይስሃቅ፣ ኣምላኽ ያእቆብ፣ እቲ ሓያል ኣምላኽ፣ ሰማያትን ምድርን ዝፈጠረ፣ ኵሉ ኺገብር ዚኽእል ኣምላኽ እዩ። ሓጢኣትና ንዕኡ ዋላ ሓንቲ እኮ ኣይኰነን። ብጐይታና የሱስ ክርስቶስ ኪርእዮ ኸሎ፣ ንዅሉ ሓጢኣትና ሰሪዙ ዕርቂ ዚህብ እግዚኣብሄር እዩ። እምበኣር ክንደይ ካባታትና ኣብ ሓጢኣት ንሕምብስ ኣሎና? ክንደይ ካባታትና ብተኼላ ናይ ሓጢኣት ተተሒዝና መውጽኢ ስኢንና ኣብኡ ተተኺልና ኣሎና። ብ ብዓይነቱ ልምዲ ሒዙና ካብዚ ልምዲ እዚ ምውጻእ ስኢንና ብሓቂ ክንደይ ካባታትና ኣብ ገሃነም እሳት ገጽና ነንቆልቁል ኣለና። እምበኣረይ ፍቁራት ሰማዕቲ እቲ ንኖህ ናብ መርካብ እቶ ዝበለ ኣምላኽ ሎሚ ምሸት ከኣ ይብለና ኣሎ ንዑ! ካብ ጉድጓድ ከውጽኣኩም፣ ካብ ታኼላ፣ ካብ ጸብሪ ከውጽኣኩም ይብለና ኣሎ። ንዳዊት ዘውጽኣ ኣምላኽ ንዓናውን ሎሚ ምሸት ኬውጽኣና ይኽእል እዩ። ቀጺሉ እውን ዳዊት ኣብ መዝሙሩ እንታይ ይብል? ኣእጋረይ ኣብ ከውሒ ኣቝሙ ንስጕምተይ ኣጽንዖ። ኣምላኽ ይመስገን ካብ ጸብሪ ጥራይ ኣይኮነን ኣውጺእዎ፣ ኣብ ጸብሪ መሊሱ ከይኣቱ ድማ ኣብ ከውሒ፣ ነእጋሩ ኣብ ከውሒ ደው ኣቢልዎ፣ ነስጕምቱ ድማ ኣጽኒዕዎ። ካብ ሓጢኣት ኣውጺኡ እግዚኣብሄር በቲ ቅዱስ መንገዱ ክንመላለስ ብመንፈስ ቅዱሱ ኺረድኣና ይኽእል እዩ። ገለ ሰባት እንታይ ይብሉ ኣሕጂ መን እኸ ከመይ ገይረ ሕጂ ንስሓ ክኣቱ መሊሰ ኣብ ሓጢኣት እንተ ኣተኹ ከ ኢሎም ይፈርሁ ግና መጽሓፍ ቅዱስ ከምኡ ኣይምህረናን እዩ። ዝኣረገ ጥራይ ኣይኮነን ንስሓ ዝኣቱ ሕጂ እቲ ልብና ገና ከሎ ምሉእ ህይወትና ንኣምላኽ ክንውፍየሉ ኣውራ ናይ መንእሰያት ልቢ ንእግዚኣብሄር የድልዮ። ብቕድስናኣኡ ኺሓድር፣ እግዚኣብሄር በዚ ልቢዚ ኺኸብር፣ እግዚኣብሄር በዚ ሰብዚ ኺኸብር፣ ኣውራ መንእሰያት ንእግዚኣብሄር የድልይዎ። እምበኣረይ እንታይ ይብል ኣሎ? እግዚኣብሄር ካብ ጕድጓድ ጥራይ ኣይኰነን ኣውጺእዎ፣ ኣብ ከውሒ ድማ ደው ኣቢልዎ። ቀጺሉ ድማ እንታይ ይብል? ሓድሽ መዝሙር ምስጋና ንኣምላኽና ኣብ ኣፈይ ኣንበረ። ስለዚ እምበኣረይ ፍቁራት ሰማዕቲ ሎሚ ምሸት፣ እታ መርከብ ሓንቲ እያ፣ እቲ መርከብ ሓደ እዩ፣ ክርስቶስ እዩ። ካብቲ ዝመጽእ ሽሾ፣ ካብቲ ዝመጽእ ዘጥሕል ማይ፣ ካብቲ ዝመጽእ ፍርዲ ኣምላኽ ኣምልጡ፣ ናብ ክርስቶስ ንዑ። ኣምላኽ ይብለኩም ኣሎ፣ ኣቱም እትጽዕሩን ጾር ዝኸበደኩምን፣ ናባይ ንዑ፣ ኣነ ኸኣ ኸዕርፈኩም እየ፣ ንነፍሳትኩም ከኣ ዕረፍቲ ክትረኽቡ ኢኹም። ንጸሊ ኩላትና ርእስና ኣድኒና ዓይንና ጨፊና ንጸሊ። ርእስና ኣድኒና ዓይንና ጨፊና ሓደ ሰብ እኳ ቁሊሕ ምሊሕ ከይብል ኣብ ቅድሚ እግዚኣብሄር ኩላትና ንቕረብ። እምበኣርየ ሎሚ ምሸት ብዝሓለፈ ምሸታት ጌርናዮ ዘይንፈልጥ ነገር ክሓተኩም እየ ክትገብሩ። እቶም ነዚ ቃል እዚ ሰሚዕኩም እሞ ሓጢኣተኛታት ምዃንኩም እትእመኑ እሞ ናብቲ መርከብ ናብ ክርስቶስ ክትመጽኡ እትደልዩ ምስኡ ዕርቂ ክትገብሩ እትደልዩ ሓጢኣትኩም ክስረየልኩም እትደልዩ ምሳይ ሓቢርኩም ክትጽልዩ ቀስ ኢልኩም ነቲ ኮፍ መበሊኹም ምኽንያቱ ክዕጸፍ ከሎ ብዙሕ ድምጺ ስለ ዝገብር ቀስ ኢልኩም ዓጺፍኩም ኣብታ ዘለኹማ ኮንኩም ደው ክትብሉ እሓተኩም ኣለኹ እቶም ብሓቂ እዚ ቃል እዚ ተሰሚዑኩም ኣነ ሓጥያተኛ እየ ሓጢኣተይ ንእግዚኣብሄር ክነግሮ እየ ክትብሉ እትደልዩ፣ ሓቢርኩም ምሳይ ክትጽልዩ፣ ኣብታ ዘለኹማ ኰንኩም ጠጠው በሉ። ሓደ ሰብ እኳ ከይርኢ፣ ቍሊሕ ምሊሕ ከይብል፣ ኵልኻትኩም ደኒንኩም ርእስኹም ኣድኒንኩም፣ ዓይንኹም ጨፊንኩም ንጸሊ። ስለዚ፣ እቶም ከምኡ ክትገብሩ እትደልዩ፣ ኣብ መንጎና ሎሚ ምሸት ከምኡ ግበሩ። እግዚኣብሄር ይባርኽኩም። ካልእ ኣለኹም? ኣይትሕፈሩ፣ ሰብ ሓንቲ እኳ ኣይገብረኩምን እዩ፣ ኣብ ቅድሚ ኣምላኽ ኢኹም ጠጠው እትብሉ። ቀስ በሉ፣ ቀስ ኢልኩም ነቲ ኮፍ መበሊኹም ዕጸፍዎ። እቶም ንስሓ ክትገብሩ ጥራይ እትደልዩ፣ ሓንሳእ ኩላትና ጸጥ ንበል። ነቲ ኮፍ መበሊና ቀስ ኢልና ባዕልና ንዕጸፎ። ነቲ ኮፍ መበሊና ቀስ ኢልና ባዕልና ንዕጸፎ፣ ድምጺ ከይገበረ። ሓንሳእ ጸጥ ንበል። ሓንሳእ ጸሎት ኢና ንገብር ዘለና ሓደ ሰብ ቁሊሕምሊሕ ከይብል እቶም ጠጠው ኢልኩም ዘለኹም ዓይንኹም ጨፊንኩም ድነኑ እቶም ኮፍ ኢልኩም ዘለኹም ከኣ ዓይንኹም ጨፊንኩም ድነኑ ኩላትና ንጸሊ ኣብ ቅድሚ ኣምላኽ ኢና ዘሎና ሰብ ድማ ሓንቲ እኳ ዝገብረና ኣይኮነን እግዚኣብሄር እንታይ ኢሉ ነቲ ትንፋስ ዘለዎ ሰብ ኣይትፍርህዎ ንእግዚኣብሄር ጥራይ ፍርሁ ስለዚ እግዚኣብሄር ሓጢኣትኩም ክሓድግ ይኽእል እዩ ኣጆኹም ኣይትፍርሁ ደም ክርስቶስ ወዱ ካብ ኩሉ ሓጢኣት የንጽህ እዩ። እምበኣረይ እቶም ደው ኢልኩም ዘለኹም ዓው ኢልኩም ደድሕረይ ነዚ ጸሎት እዚ ጸሎትኩም ጌርኩም ደድሕረይ ጸልዩ ቅዱስ እግዚኣብሄር ኣነ ሓጢኣተኛ እየ ምሉእ ዘበነይ ኣጒሀኩኻ ንጎረቤተይ ከም ነብሰይ ኣይፈተኹን ንዓኻ ንኣምላኸይ ድማ ኣየገልገልኩን እግዚኣብሔር ኣቦ ፈቃርኒ ለዋህኒ ኢካ እሞ በደለይ ሕደገለይ ሓጥያተይ ሕደገለይ ብደም ወድካ የሱስ ክርስቶስ ኣንጽሃኒ ነዚ ተሪር ልበይ ለውጦ ሓድሽ ሂወት ሃበኒ። መንፈስ ቅዱስካ ኣብ ልበይ ኣሕድረለይ ብየማናይ ኢደይ ሒዝካ ምርሓኒ እልምነካ ኣለኹ ስለ ክርስቶስ ወድኻ ኣሜን። ኮፍ ንበል እምበኣር። ቅዱስ እግዚኣብሔር ኣምላኽ ነመስግነካ ኣሎና ወጎይታ ክብርን ምስጋናን ንዓኻ ይኹን። እግዚኣብሔር ኣምላኽና ስለ ዝሰማዕናዮ ቅዱስ ቃል ነመስግነካ ኣሎና። እግዚኣብሔር ኣቦ ንልምነካ ኣሎና ወጎይታይ ንቃልካ ብዝስዕብ ተኣምራት ኣጽንዓዮ። ቅዱስ ኣምላክ ነቶም ዝናስሑ ናባኻ ከኣ ዝመጹ እግዚኣብሔር ኣቦ ሓጢኣቶም ክትሓድግ ካብ ኩሉ በደል ድማ ከተጽርዮም ብቅዱስ ቃልካ ባዕልኻ ተዛሪብካ ኢኻ እሞ ንቃልካ ብዝስዕብ ተኣምራት ኣጽንዓዮ ነቶም ዝተቀበልዎ ዘበሉ ኩሎም ብስሙ ንዝኣምኑ ግና ውሉድ ኣምላኽ ክኾኑ መሰል ሃቦም ኢልካ ኢኻ እሞ ሎሚ ምሸት ውሉድ ኣምላኽ ከም ዝኾኑ ባዕልኻ ብመንፈስ ቅዱስካ ኣብ ልቦም ተገለጸሎም ዎልዑል ኣምላኽ ነመስግነካ ኣለና ስለዝምሸት ዝሃብካና ህያብ ስለዚ ናይ ሎሚ ምሸት በረከት ነመስግነካ ኣሎና ስለ ህያብ መንፈስ ቁዱስካ ነመስግነካ ኣለና ስለ ህያብ ወድካ የሱስ ክርስቶስ ነመስግነካ ኣሎና ስለዚ ዝሃብካና ወንጌል ን ስለዚ ዝሃብካና ድሕንነት ን ስለዚ መንግስተ ሰማይ ዝከፈትካልናን ነመስግነካ ኣሎና ወልዑል ኣምላክ ሎሚ ምሸት ምሳና ሕደር ምስ መንፈስና ሕደር ብወድካ ብየሱስ ክርስቶስ ሽም ኣሜን እሺ እምበኣሬ ቁሩብ ከዘኻኽረኩም ዝደሊ ምናልባሽ ሓንሳእ ጽን ኢልኩም ስምዑኒ ሕጂ ምናልባሽ እቲ ቃል ምስ ተሰብከ እቶም ንስሓ ክገብሩ ዝደልዩ ይተንስኡ ኢለ ንስሓ ዝገብሩ ንዓይ ኣይኮኑን ንስሓ ዝገብሩ ንእግዚኣብሄር እዩ ስለዚ እግዚኣብሄር ብቃሉ ባዕሉ ኢሉና እዩ ሓጥያትና እንተ ተናዘዝና ንሓጥያትና ይቅረ ክብለልና ካብ ኩሉ ዓመጻ ውን ኬንጽሃና እሙንን ጻድቅን እዩ እምበኣር እግዚኣብሄር ሓጥያትና ሕደገልና ኢልና ለሚንናዮ ኢና ሓጢኣትና ከኣ ሓዲጉልና እዩ ምኽንያቱ ቅዱስ ቃሉ ከምኡ እዩ ዝብል ንሓጢኣትና ክሓድገልና ካብ ኩሉ ዓመጻ ውን ኬንጽሃና እሙንን ጻድቕን እዩ ግን ሓደ ነገር ከደንቅቐኩም ዝደሊ ድያብሎስ ኩሉ ሳዕ ጸላኢ ነፍሳትና እዩ ሕጂ ውን ኣይዓርፍን እዩ ሎሚ ምሸት ውን ይፍትነኩም ይኸውን ጽባሕ ውን ይፍትነኩም ይኸውን ስለዚ ብመን ኢኹም ትረትዕዎ ብቃል እግዚኣብሄር እዩ ንድያብሎስ ትብልዎ እስኹም መጽሓፍ ቅዱስ ገዚእኩም ኣንብቡ መጽሓፍ ቅዱስ ኩሉ ግዜ ኣንብቡ፣ ቃል እግዚኣብሄር ድማ እንታይ ኢሉ፣ ነቶም ዝተቐበልዎ ዘበሉ ብስሙ ንዚኣምኑ ግና ውሉድ ኣምላኽ ኪኾኑ መሰል ሃቦም። ብሽም ክርስቶስ ኣሚንኩም ኣብ ቅድሚኡ ደው ኢልኩም ሓጢኣተይ ሕደገለይ ኢልኩሞ ኢኹም። ቃል እግዚኣብሄር ከም ዝብል ድማ ውሉድ ኣምላኽ ኢኹም። ቃል እግዚኣብሄር ይብል ኣሎ ኣነ ኣይኮንኩን። ስለዚ ውሉድ ኣምላኽ ኢኹም ንድያብሎስ ተቓወምዎ። ሓጢኣትካ ኣይተሓድገልካን ኢሉ ሕሹኽሹኽ ይብለኩም ይኸውን ግን ንገርዎ ብቃል እግዚኣብሄር ቃል እግዚኣብሄር ኣይሕሱን እዩ ቃል እግዚኣብሄር ሓጢኣቶና ሓዲግልና እዩ ይብል እዩ ስለዚ ብቃል እግዚኣብሄር ሓጢኣተይ ከ ሓዲጉለይ ኢልኩም ንድያብሎስ ንገርዎ ተጻረርዎ ካባኹም ድማ ክሃድም እዩ ከምኡውን ቀጺለ ክብለኩም ዝደሊ ንስሓ ሓንሳእ ቃል እግዚኣብሄር ሰሚዕካ ተንሲእካ ንስሓ ምግባር ምናልባሽ ቀሊል እዩ ጽባሕ ከምኡ ኢልኩም ክትነብሩ ዲኹም ክርስትያን ምዃን ማለት በቲ ወንጌል ምሉእ ህይወትካ ምንባር ማለት እዩ። ስለዚ እዚ ሎሚ ምሸት ዝጀመርኩሞ ምሉእ ህይወትኩም ብኡ ክትመላለሱ ኣለኩም። ኣብ ወንጌል ዝስምዖ ቦታ ኬድኩም ቃል እግዚኣብሄር ስምዑ። ከምቲ እንጌራ ዘድልየና ኣብ መመዓልቲ ንበልዕ ነፍስና ከኣ ትጸምእ እያ ንእግዚኣብሄር ቃል እግዚኣብሄር የድልያ። ስለዚ ባዕልና ኣብ ገዛና ኣብ መመዓልቲ ነንብብ። ቤተ ክርስትያን ኬድና ድማ ወንጌል ኣምላኽ ንስማዕ። ኣብቲ ወንጌል ኣምላኽ ዝስበኾ ቦታ ኬድና ወንጌል ንስማዕ። ንእግዚኣብሔር ድማ ንዛረቦ፣ ብጸሎት ምስኡ ንራኸብ ኣብ መመዓልቲ፣ ንሱ ድማ ይዛረበና፣ ቃል እግዚኣብሔር ነንብብ። ስለዚ ንሕና ብጸሎት እንተ ተዛሪብና ምስኡ፣ ንሱ ኸኣ ብቃሉ ገሩ እንተ ተዛሪብና መጽሓፍ ቅዱስ ከነንብብ ከሎና እዚ እኹል እዩ። ኣምላኽ ይመስገን ምስቲ ሰማያዊ ኣቦና ኣብ መመዓልቲ ንሕና ንዛረቦ ብጸሎት ንሱ ብቅዱስ ቃሉ ገሩ ይዛረበና። ከምዚ ገሩ እግዚኣብሔር ኣብቲ ሰማያዊ መንግስቲ ከብጽሓና ይኽእል እዩ። ንኣምላኽና ዝብርትዖ ሓደ እኳ የልቦን ኢልና ዘሚርና ኢና። ስለዚ ሕጂ ሓንቲ ክሓተኩም ዝደሊ ምናልባሽ ግዜ ሓሊፉ ይኸውን ንኣምላኽና ዝብርትዕ'ዶ ኣሎ ትብል ዝሓውና ክመርሓና'ዩ ንሳ ዘሚርና ገገዛና ክንከይድ ኢና ዝብርትዕ ዋላ ሓደ እኳ የልቦን ንኣምላኽና
ቁጽሪ ሰለስተ።